ኣብ ክልል ትግራይ ይካየድ ኣብ ዘሎ ኹናት ልዕሊ ዓሰርተ ሽሕ ሰራዊት ማሪኽና ኢሎም መራሒ ክልል ትግራይ ዶክተር ደብረፅዮን ገብረሚካኤል። ካብቶም ዝተማረኹ ኤርትራውያን እውን ይርከብዎም ኢሎም ኣለዉ። ዶክተር ደብረፅዮን ኣብ መግለፂኦም ፌዴራል መንግስቲ ህዝቢ ትግራይ ቀረብ ሓይሊ ኤሌክትሪክ ከይረክብ ንመፈልፈሊ ሓይሊ ተከዘ ብነፋሪት ወቒዑ ክብሉ እውን ከሲሶም ኣለዉ። ሙልጌታ ጽበሃ ካብ መቐለ ንዝስዕብ ጸብጻብ ልኢኹልና ኣሎ። መራሒ መንግስቲ ክልል ትግራይ ዶክተር ደብረፅዮን ገብረሚካኤል ትማሊ ኣብ ዝሃብዎ መብርሂ እቲ ህዝባዊ ኲናት ቐፂሉ ኣሎ ኢሎም። ህዝቢ ነቲ ወራር ይምክት ኣሎ ዝበሉ ዶክተር ደብረፅዮን ሰራዊት ክልተ ሃገራትን ሓይሊ ሓደ ክልልን ተደሚሮም ይወግእዎ ዘለዉ ዋላ እንተኾኑ ብጀግንነት ይምክት ኣሎ ብምባል ድማ ተዛሪቦም። ኣብ ምዕራብ ትግራይ ህዝቢ ምስ ምክልኻል ሓይሊ እቲ ክልል ብምዃን ይምክት ኣሎ ዝበሉ እቶም መራሒ ሐዚ እውን ተጠናኺሩ ቀፂሉ ኣሎ ብምባል ሓቢሮም እዮም። ኣብዚ ሐዚ እዋን ዘኹርዕ ታሪኽ ይፍፀም ኣሎ እዚ ድማ ብቐፃሊ ክዝከር እዩ። ዛጊድ ልዕሊ ዓሰርተ ሽሕ ሰራዊት ተማሪኾም እዮም ኢሎም ዶክተር ደብረፅዮን። ክሳብ ሐዚ ብዘሎ ኣብ መኸተ ዝገበርናዮ ልዕሊ ዓሰርተ ሽሕ ዝኾኑ ዝተትሓዙ ኣለው። መኸተ ገና ስለዝኾኑ ይቐፅል እዩ። ልዕሊ ዓሰርተ ሽሕ ክንግምት ንኽእል ኢና። ከመይ ዓይነት ግጥም ከመይ ዓይነት ውግእ ይካየድ ከም ዘሎ ልዕሊ ዓሰርተ ሽሕ እውን ተታሒዞም ኣለዉ። እዚኦም ከም እምነትና ወይ ብኣግባቡ ኢና ንሕዞም ዘለና። ትውልዶም እናፈለና ኣተሓሕዛና ዝተፈላለየ ክኸውን ኣይኽእልን። ናይ ቀደም እውን ኣይነበረን ሕዚ እውን ኣይኮነን። ናይ ዝኾነ ይኹን ብሄር ብሄረሰብ ኣባል ሰራዊት ኮነ ብኣግባቡ ኢና ንሕዞ ዘለና። ካብ መንጎኦም ኤርትራውያን ይርከብዎም ኢሎም። ኣብዚ ውግእ ዝተማረኹ ወታደራት ሻዕብያ እውን ኣለዉ። እዚ ውግእ ሕዚ እውን ዘሕዝን እኳ እንተኾነ ብሓይሊ ዝመፀ ስለዝኾነ ብሓይሊ ክንምክት ግቡእ እዩ። እዞም ክልተ ሓሰውቲ ውልቀ መለኽቲ ካብ ኤርትራ ዝኣተወ የለን እናበሉ ብዝተፈላለዩ ሚድያታት ዘህልፍዎ ዝነበሩ ብጭቡጥ ብሓደ ይዋግኡ ከምዘለዉ መረጋገጺ ተረኺቡ ኣሎ። እቶም ዝተማረኹ እውን ንኹሉ ግልጺ ኢና ክንገብር። እቲ ኲናት ተጀሚሩ እምበር ኣይተወደእን፣ ክብርናን መንነትናን ክንሕሉ ክንምክት ኢና ኢሎም። ህዝባዊ ሓድነትን መትከልን ሒዝና ዘድሊ መሳርሒ ኲናት እውን ተዓጢቕና ኢና ክብሉ ድማ እዮም ዶክተር ደብረፅዮን ዝተዛረቡ። ህዝቢ ትግራይ ዓሌቱ ንምንፃት ዝተኣወጀሉ ኲናት ብዝግባእ መኪቱ ብዓወት ክዛዝም እዩ ድማ ክብሉ እዮም ዝተዛረቡ። ብመንግስቲ ፌዴራል ዝወሃቡ ግልጋሎት ኤሌክትሪክ፣ ስልኪ፣ ኢንተርኔትን ባንክን ተቋሪፁ ኣሎ ዝበሉ ዶክተር ደብረፅዮን፣ ግልጋሎት ኤሌክትሪክ ካብቲ ክልል ዝርከቦ ሓይሊ መፈልፈሊ ብምጥቃም ህዝቢ ክግልገል ገይርና ኢና ኢሎም። ኮይኑ ግና። ካብ ብቕድሚ ትማል ጀሚሩ መንግስቲ ፌዴራል መፈልፈሊ ሓይሊ ኤሌክትሪክ ተከዘን ብተወሳኺ ድማ መከፋፈሊ ሓይሊ ብነፈርቲ ውግእ ደብዲቡ ግልጋሎት ክቋረፅ ገይሩ ክብሉ ተዛሪቦም። እቲ ዘሎ ግድብ ናይ ሓይሊ ኤሌክትሪክ መመንጨዊ ኣገልግሎት ንትግራይ ይህብ ከምዘሎ ስለዝፈለጡ ደብዲቦሞ እዮም። ኣብ ፀልማት ንበሩ እዩ። ኣብ ፀልማት ክነብር እውን እዩ ተወሲኑ። ኣይ ንሕና ሰብ ፀልማት ኣይንነብርን። እቲ ተክኒካዊ ክእለት እውን ኣለና እዩ። ከም ዘለና እውን ኣረጋጊፅና ኢና። ግልጋሎት እውን ጀሚርና ኢና። እቶም ዝዓፀዎ ግልጋሎት ኢና ንሕና ምሃብ ጀምርና። ብርሑቕ ዘይከኣል ምዃኑ ዝፈለጡ ግን ብኣየር ስለዚ እዚ ስርዓት እዚ ብፀልማት ክንነብር ዝወሰነ ዋላ ድዋሕ ይበል ከከዘይሊ እዩ ደብዳብ ጀሚሩ። ስለዚ ሕዚ ተቋሪፁ ዘሎ ብደብዳብ ምኽንያት እዩ። ካብ ብቕድሚ ትማሊ ጀሚሩ ኣብ ከተማ መቐለን ከባቢኣን ቀረብ ሓይሊ ኤሌክትሪክ ከምዘየለ ተዓዚበ እየ። ዶክተር ደብረፅዮን መንግስቶም ብዝተኽኣለ ነቲ ጉድኣት ዝበፅሖ ሓይሊ ኤሌክትሪክ ህዝቢ ግልጋሎት ክረክብ ንምግባር ፃዕሪ ይገብር ከምዘሎ ድማ ተዛሪቦም እዮም። ዶክተር ደብረፅዮን ንምክልኻል ሓይሊ ኢትዮጵያ ኢሎም ኣብ ዘሕለፍዎ መልእኽቲ ንምንታይ ከምዝዋጋእ ክሓስብ ከምዘለዎ ብምግላፅ እቲ ኲናት ምስ ህዝቢ ምዃኑ ድማ ክርዳእ ይግባእ ኢሎም። መንግስቶም ንፖለቲካዊ ፀገም መፍትሒኡ ፖለቲካ እዩ ኢሉ ከምዝኣምን ብምግላፅ፣ ኮይኑ ግና ብሓይሊ ንምንብርካኽ ዝመፅእ መሬት ትግራይ ክወርርን ንዝመፅእ ግና መቕበሪት ቦታ እምበር ዝረኽባ ቦታ ኣይህሉን ብምባል እዮም ተዛሪቦም። ንድምፂ ኣሜሪካ ሙልጌታ ኣፅብሃ መቐለ። ነመስግነካ ሙልጌታ ኣብዚ ጸብጻብ ሙልጌታ ዶክተር ደብረጽዮን ገብረሚካኤል ወተሃደራት ኤርትራ ተማሪኾም ኣለዉ ኢሎም ኣለዉ ኤርትራ ግን ኣብዚ ኩናት ኢድ የብለይን ክትብል ኣብ ሰሙን እዚ ምግላጻ ዝዝከር እዩ ብመሰረት ጸብጻብ ሮይተርስ ንሚኒስትር ወጻኢ ኤርትራ ዑስማን ሳልሕ ብምጥቃስ ብዶክተር ደብረፅዮን ገብረ ሚካኤል ኤርትራ ኣብቲ ኩናት ኢዳ ሓዊሳ ንዝብል ፀብፃብ ኣሉታ መሃባ ምፅብፃቡ ዝዝከር እዩ ከምኡ ውን ኣብዚ ናይ ሙሉ ጌታ ፀብፃብ ተከዘ መፈልፈሊ ሃይድሮ ኤሌክትሪክ ብነፈርቲ ውግእ ፌደራል መንግስቲ ተወቂዑ ንዝብል ምላሽ ፌደራል መንግስቲ ውን ረኪብና ኣለና ከምዚ ከዓ ይብል ተከዘ መፈልፈሊ ሃይድሮ ኤሌክትሪክ ልክዕ ከም ካልኦት ግድባት ብፌደራል መንግስቲ ዝተሃንፀን ፌደራል መንግስቲ ዘመሓድሮን እዩ። ኣብ ዝሓለፈ ሰንበት ሚሊሽያታት ህወሓት ነቲ ግድብ ንምሕላው ንዝተዋፈረ ሓይሊ ፌደራል ፖሊስ ካብ ስርሑ ንምትዕንቓፍ መጥቃዕቲ ፈፂሞም ዝተጎድኡን ዝተቐትሉን ቁፅሮም ዘይተረጋገፀ እንተኾኑካ ብህይወት ዝተረፉ 11 ኣባላት ፌደራል ፖሊስ ብእግሮም ተጓዒዞም ናብ ጎንደር ኣትዮም እዮም ኢሉ ኣሎ። ኣብ ዝቐፀላ መዓልታት ከዓ ኣክቲቪስት ህወሓት ኣብ ማሕበራዊ ሚድያ እቲ ግድብ ተቖፃፂርና ኢሎም እዮም ዝበለት መግለፂ ኣምኒስቲ ኢንተርናሽናል ሚሊሻታት ህወሓት ኣብ ማይ ካድራ ኣብ ልዕሊ ንፁሃት ዜጋታት ዝፈፀሞ ጭፍጨፋ ኣመልኪቱ ሪፖርት ኣብ ዘውፅኣሉ ዕለት ትኹረት ህዝቢ ንምቕያር ግድብ ተከዘ ብቦምብ ተወቒዑ ክብል ደይመደይ ኢሉ ናይ ሓሶት ሓበሬታ ብቴሌቪዥን ፈንዩ ኢሉ ኣሎ። ኣብቲ ፌደራል መንግስቲ ዝሃቦ ምላሽ፣ እቲ ግድብ ተወቒዑ እንተዝኸውን ዘስዕቦ ምዕልቕላቕ ዝኾነ ሰብ ክግምቶ ይኽእል እዩ ድሕሪ ምባል፣ ሓሶት ምዃኑ ከኣ ብቐሊሉ ምርግጋጽ ይከኣል ኢሉ ኣሎ። ኣብ ውሽጢ ህወሓት ዘሎ ጽንፈኛ ጉጅለ ክብል እንጸውዖ ተፈጥሮኣዊ ባህሪኡ ስለዝኾነ ብሓሶት ከእምን ክቕጽል እዩ፣ ነዚ እውን ኩሉ ክግንዘቦ ከነዘኻኽር ንፈቱ ኢሉ ኣሎ እቲ መግለጺ ፌደራል መንግስቲ።